ሰላም ክቡራት ተኻተልቲ መደብ ቤኒ ሚድያ ዓብዪ ስርቂ ኣብ ካናዳ ዝካየድ ዘሎ ክትፈልጥዎ ዘለኩም ብፍላይ ብፍላይ ኣብ ካናዳ ኣሜሪካ ከምኡ እውን ኣብ ኤውሮጳ ማለት እዩ እዘን ሃገራት እዚአን ብብዝሒ ሰባት ብክሬዲት ካርድ ወይ ቪዛ ካርድ ዴቢት ካርድ ዝጥቀም ስለ ዝኾነ ዝበዝሕ ሰብ ከዓ በዚ ስካም እዚ ይብላዕ ስለ ዘሎ ክትፈልጥዎ ስለ ዘለኩም ኢለ ዝነግረኩም ዘለኹ እዚ ዝነግረኩም ዘለኹ ክሳብ ሕጂ እውን ሊካየድቶ ዘሎ ኣዝዮም ክጥንቀቑ ኣለኩም ናምበር ዋን ክሬዲት ካርድ ስካም ማለት እዩ እዚ ናይ ክሬዲት ካርድ ስካም እንታይ እዮም ዝገብሩ ልክዕ ከምዚ ብዚ ቪድዮ ትሪኦ ዘለኹም ነቲ እታ ክሬዲት ካርድ ዝበዝሕ ሰብ ካናዳ ዋላ ኣነ ታፕ ኢና ንገብር ኣብ ግሮሰሪ ከም በዓል ዎልማርት ኮስኮ ምስ ከድና ከም ልምዲ ክንድዚ ቢል ልዕሊ ሚት ተዘይኮይኑ ኣኾልና ታፕ ኢና ንገብር ብላዕሊ እታ ክሬድ ካርድ ኣውፅኣ ቢልናስ ብላዕሊ ታፕ ንገብር ሕጂ እዞም ሰባት እዚኦም ከዓ ነታ ናይ ንኣብነት ወልማርት ክንጥቀም ኢና ኮ ዝበዝሐ ስርቂ ኣብ ወልማርት እዩ ዘጋጥም ዘሎ ነታ ናይ ክሬዲት ካርድ ፒክ ትገብር ስካነር ንዓኣ ብላዕሊ ናቶም ስኪመር ይገብርዋ ስኪመር ማለት እንታይ ማለት እዩ ናትካ ሓበሬታ ወይ ቪዛ ካርድ ክትሰርቕ ትኽእል ወይ ኢንፎርሜሽናትካ ክትሰርቕ ትኽእል ልክዕ ነታ ክሬዲት ካርድ ፒክ ትገብር ብልዕሊኣ ዘቐምጥዋ ማለት እዩ ብሓፂሩ ዱፕሊኬት ማለት እዩ ወይ ድማ ፌክ ማለት እዩ ብላዕሊ ይቐምጥዋ እሞ ልክዕ ንስኻ ስካን ክትገብር ምስ ገበርካያ ቀጥታ ናትካ ኢንፎርሜሽን ቀዳምነት እታ ናቶም ዲቫይስ እታ ንብረት ፒክ ትገብሮ እሞ ንስኻ ዓዲገ ትብላ ኣለኻ እንተኾነ ግን ንሶም ከዓ እቲ ናትካ ሓበሬታ ወሲዶሞ ኣለዉ ስለዚ ሓደ እዋን ኣዘንጋ ዓቢሎም ኣነ ድበለ ገንዘብ ክሰርቁኹም ይኽእሉ እዮም ዝበዝሕ ሰብ ከዓ ናይዚ ስካም ቪክተም ክኾን ኣሎ ስለዚ ክትጥንቀቕሉ ዘለኩም ብኸመይ ነዚ ዓይነት ስኪመር ከዓ ከተለልይዎ ትኽእሉ መንገድታት ክሕብረኩም እየ ብፍላይ ብፍላይ ግን እዞም ኣብ ካናዳ ኣሜሪካ ወይ ኤሮጳ ዘለኹም ሰባት ኣዝኹም ክጥንቀቑ ኣለኩም እዚ ቢካዝ ብዙሕ ሰብ ይብላዕ ኣሎ ጌና ከዓ ኣብ ሕጂ እውን ክብላዕ እዩ ምክንያቱ ዳርጋ ልምዲ ኮይንና እዩ ብዲጂታል ምንቅስቃስ ዳርጋ ለሚድና ኢና ኣብ ሰዓት እዚ ዝኾነ ፔ ክትገብር ብቴሌፎን ከዓ ከለካ ስካን ትገብር ከስ ኮንታክትለስ ትበሃል ኮንታክት ዘይብሉ ስለዝለመድና ዳርጋ ናተይ ኢልና ሒዝናዮ ኢና ማለት እዩ። ኣብዚ ክትጥንቀቐለን ዘለኩም ዝበዝሓ ስቶራት ግድን ኩለን ሰርቃ ማለት ኣይኮነን። እንተኾነ ግን እተን ዝበዝሓ ሰብ ድብላዕ ዘሎ ቢዝነሳት ከም በዓል ወልማርትን ከም በዓል ኮስኮን ማለት እዩ። ኣብ ኩሉ ኣሎ ማለት ኣይኮነን። እንተኾነ ግን እታ እታ ትገዝኡላ ዘለኹም ቸክኣውት ብፍላይ ሰልፍ ቸክኣውት ዝበሃል ኣሎ ምጽእ ኢልካሲ ባዕልኻ ከፊልካ ባዕልኻ ናትካ ስካን ጌርካ ትኸዶ ኣሎ ኣብ ሰልፍ ቸክ ኣውት እንተሪኢኹሞም ነዚ ዝበዝሕ ሰብ ስራሕ መታን ዝበዝሑ ሰራሕተኛታት ከይከፍሉ ኢሎም ውሑዳት ሰራሕተኛታት እዮም ዘጽንሑ ሓደ ወይ ክልተ ይገብሩ ዓሰርተ ክልተ ኮና ከ ኣለዋ ከ እተን ሮ ዝመልኣ ናይ ሰልፍ ቸክ ኣውት ከኣ ነዚ ዓሰርተ ክልተ ሓደ ሰብ ክቋጸሮ ኣይክእልን እዩ ንሓደ ሰብ እናሓገዞ ከሎ እዞም ሰረቕቲ እዞም ስካመርስ እንታይ ይገብሩ ምጽእ ኢሎም እታ ናቶም ፑል ልክዕ ንኣብነት ነዚኣ ትመስል ልክዕ ኣብ ልዕሊኣ ኣቐምጥ ኣብልዋ እታ ናቶም ስኪመር ማለት እዩ ኣብ ልዕልታ ናይ ክሬዲት ካርድ ፒክ ትገብር እስኻ የለኸያ ኣርባዕተ ሰከንድ ዝየድወስደሎም ከሪኦኩም እየ እዚ ቪድዮ ኣርባዕተ ሰከንድ እዩ ዝወስደሎም ኣብኣ ከለዉ ኮፍ ኣብልዋ እሞ ቃዕቃዕቃዕ ኣብልዋ ኣልግብ ኣልግብ ኣብልዋ ልክዕ ኣይደንቲካል እያ ትመስል ከተለልያ ኣይትኽእልን ኢኻ እንተኾነ ድሕሪ ዓመታት ዋላ ይኹን ኣንለስ እቶም ሾፕ እቶም ዋና እቲ ድኳን ኣለልዮ ማስኪመር ምዃና ኣየልዕልዋን እዮም እቶም ሰራቲ ምክንያቱ ብብሉቱዝ እዮም ዝረኽብዎ እቲ ዳታ ምምላስ ከማን ኣየድልዮም እዩ ስለዚ ሓንሳእ ተረኪቦም ከዓ ኤቭሪ ታይም ኣብ ሓደ ቦታ ተደጋጋሚ ትገዝእ ተለኻ እንተ ስኪመር ምዃና ዘይፈለጥካ ሰኪኻ ትብላዕ ሕጂ ገለገለ ሰብ ኣሎ ብፍላይ ዓበይቲ ኣብ ካናዳ ወይ ኣሜሪካ ገዚእኩም ጠላላ ሞባይል ባንክኹም ሲ ብሞባይልኩም ኣይትሪእዎን ኢኹም ወይ ኣብ ነዊሕ ኬድኩም ትሪእዎ ክሬዲት ካርድኹም ገለገለስ ስፔንድ ገበርኩሞ ሲ ብዙሕ ቸክ ዘይትገብሩ ሰባት ኣለኹም ገለገለገለስ ባንክኹም እታ ገንዘብ ደላ ኣትያላ ፔቸክ ትመፀኩም ዳትሴት ድሕሪ ቸክ ዘይትገብሮ ሰባት ኣለኹም እዚ ስኪያም እዚ ንዓኹም እዩ ዝረኽበኩም ዘሎ ባንክኻ ትቀዋፅሮ ትኾንካ ትሪኦ ትኾንካ ብዙሕ እንታይ ኮይኑ ደኣ ዝበሊዖም ትብል ኢኻ ትሓትት ኢኻ ሽዑ ንባንክ ከድካ እዚ ገንዘብ ትበልዕ ተልካዮም ብክሬዲት ካርድ ድሕር ጥቐምካ ይመልሱልካ እዮም ዴቢት ድሕር ትጥቀም ኮንካ ግን ዳትስ ኤት ወዲእካ ዴቢት ቀጥታ ተወሲዳ እታ ገንዘብ ሸዓን ሸዓ ኢሚድት እዩ ስለዚ ነዚ ስኪመር እዚ ብኸመይ ትከታተልዎ መንገዲ ከርእየኩም እየ ቀዳመይቲ ኣብዚ ስቶራት ክትከዱ ከለኹም ሾፒንግ ክትገብሩ ከለኹም እቲ ናይ ስኪመር ብላዕሊ እዮም ዘቐምጥዋ ሕጂ ብኢድኩም እንተ ስሕብ ስሕብ ኣቢልኩማ ከምዚ ጌርኩም ክትሪእዎ ትኽእሉ ኢኹም እንተ ፌክ ኮይኑ ትቀልጢፍ እያ ትቕለጥ ከምዚኣ ዋላ ንእሽተይ ዋላ ንትሕቲ ከምዚኣ ስሕብ ኣቢልካ ክትቅለጥ እያ እንተ ኦሪጂናል ኮይኑ ግን ሓንቲ ይከውን እዩ ካልኣይ ከ እንታይ ኣሎ መንገዲ ኣብ ልዕሊኡ ስቲከር ገብርሉ እዮም እንድሕር ደኣ ናይቲ ገዛ ኮይኑ ኦሪጂናል ኮይኑ ስቲከር ኣለዎ ኣብቲ ላዕሊ ማለት እዩ ናይቲ ንኣብነት ናይ ወልማርት ኮይኑ ስቲከር ኣለዎ ኣብ ላዕሊ እንተ ስቲከር ዘይብሉ ወይ ተጠራጢርኩም ወይ ስሒብኩም ቀልጢፉ ዝቕለጥ ተኮይኑ እዚ ፌክ እዩ ስለዚ ካብ ስኪመራት ክትጥንቀቁ ኣለኩም እዚኣ ኣዳልኩም ዘለኹ ቪድዮ መምሃሪ ክትኮነና ኢለ እየ ኣዳልያ ዘለኹ ሳልሰይቲ ነጥቢ እውን ኣላ ኣብዚ ንሳ ከዓ እያ ዋላ ዋላ እኳ እንድሕር ተጠራጢርኩም ሹር ዘይኮንኩም ካስተመር ሰርቪስ ክትፅውዑ ትኽእሉ ኢኹም እንተኾነ ግን ኣብዚ እዋን እዚ በጃኹም በጃኹም ቴሌፎንኩም ከፊትኩም ድዩ ባንኩኹም ኬድኩም ረኣይዎ ዝኾነ ለውጢ ተሎ ዝኾነ ነገር ኣጋጥም ተሎ ምክንያቱ ብዙሕ ሰብ ተበሊዐ ከምዚ ጋጢምኒ ይብል ኣሎ ሳፕራይዝ ከይትኾኑ ወይ ኣጋጢምኩም ከሎ ሰኣን ኣፍልጦ ወላ ሓንቲ ኮንኩን ትብሉ ደሓን ኣለኹ ትብሉ ስለዘይፈለጥኩም ማለት እዩ ስለዚ ኣዳልልኩም ኣለኹ ዘን ቪድዮታት ረኣይወን መምሃሪ ትኾነ ማለት እዩ ዋላ ቶም ትዝገርምሲ ዋላ እንቶም ኣብቲ ቸክኣውት ዝሰርሑ ሰራሕተኛታት ስኪመር ከም ተገብረ ሰረቕቲ መጺኦምስ ብላዕሊ ከም ዘቐምጦስ ኣየስተውዓሉን። እዚ ሰብ እዚ ግን ክገዝእ ኢሉ ምስ መጸ እዚ ስኪመር ኢሉዎም ከምኡ ክትገብር ኣይፍቀደካን እዩ ተኣለ ገሎ ብልዎ ንሱ ግን ተረዲእዎ እዚ ኦሪጂናል ከም ዘይኮነ ናይ ስኪመር ፌክ እዩ ኢሉ ባዕሉ ከፊቱ እዚ ፌክ እዩ ኢሉዎም ፖሊስ ድክንፅውዕ ገለብሉ ነይሮም ንባዕሎም እውን እቶም ኣብኡ ዝሰርሑ መብዛሕቶም ኣይፈልጡን እዮም ምክንያቱ ከየስተውዓሉ ከለዉ ወይ ኣብ ሽፍቶም ደይኮኑ ከለዎ ሰራቂ ገጢምዋ ፀንሕ ኩሉ ሕራይ ኣሎ ኢሎም እዮም ዝቀሳቀሱ ዘለዉ በጃኹም በጃኹም በጃኹም ባንኮም ቸክ ግበርዎ ዝኾነ ኣንዩዥዋል ወይ ደይንቡር ካብ ንቡር ወፃኢ ወይ ዘጠራጥር ነገር እንተዳሪኢኹም ከዓ ብቅልጡፍ ናብ ባንኮም ኬድኩም ቸግበሩ እዚ ኣነ ካብ ደይፈልጦ ኤክስፐንስ ወይ ድማ ደይፈልጦ ወፃኢታት ይርኢ ኣለኹ ብምባል ዳህሳስ ግበሩ ኣይ ሆፕ እዚ ሓጋዚ ክኾነኩም እዘን ኣዳለልኩም ዘለኹ ቪድዮ ረኣይዎን እሞ ኣገዳሲ ተኮይኑ ክትርጉመልኩም እየ መብዛሕትኦም ግን ከም ዝርዳእኩም ርግፀኛ እየ እዘን ዝበልክወን እዩ